ሓቂ ሓይሽ ንሕና ከኣ ሓገዝቲ ይኮናን። መምህር ንስኻ ደኣ እሞ እንታይ ክትሕግዝ ዘለኻ ደሓር ከኣ ደቅኻ ዓብዮም እንድዮም ጓልካ እውን ዓብያ እንድያ እወ ግን ብመጦን ንበዓልቲ ቤትካ ምሕጋዝ ኣገዳሲ እዩ ልዕሊ ኩሉ ሓልየትካ እንተርኢኻያ ማዕረ ክንደይ ትደክምን ትሃልኽን ከም ዘላ ፈሊጥካ ክትሕግዛ እንተ ሓሊንካ ንዓኣ

ሰብኣይ ዝገበረ ገይሩ ገንዘብ ምምፃእ ጥራሕ ክኸውን ዘለዎ ስርሑ እዋይ ኣስቤዛኡ ህዱእ ክኸውን ኣለዎ ክጎድል የብሉን ገለ ትልካ እዚ ትብላዕ ዘረባይ ካብኡ ሓሊፉ ተሪፉ ግን ሰብኣይ ኣብ ገዛ ተረሞስሞስ ክብል እዚ ፍፁም ወግዒ የብሉ ናናና ስምዑን እሞ ሰብኣይ ሰበይቲ ማለት እኮ መፍለይ ፆታ እምበር መፍለይ ናይ ስራሕ ዕማም ኣይኮነን ኣታው ናይ ገዛኻ ክብ ንምባል ርእስን ፃዕርን እዩ ዝሓትት እዚ ኸኣ ካብ ሰብኣይ ይብሉ ካብ ሰበይቲ ይብሉ። ክንደይ ደቂ ኣንስትዮ ድየን እንተስ ብንግዲ እንተስ ብፍሉይ ክእለተን ሞይኤን ተጠቂመን ናብርኤን ዘመሓይሻ ዘለዋ? እወ ከምዚ ትብሎ ዘለኻ ብዙሓት ኣለዋ። እሞ እንታይ እያ ትብላ ኣለኻ? ነዚኤን ከምዚኤን ጻዕረማት ደቂ ኣንስትዮሲ ስራሕ ናይ ገዛ ጥራይ ስራሕክን ክትብለን ትኽእል? ኖእ!
ኮምኡ ድኣ ከመይ ጌርና ክንብለን ይሕግዛና እንድዮን ዘለዋ። Yes ይሕግዛ ኣለዋ ስለዚ ደቂ ኣንስትዮ ብኹሉ ሸነኽ ንብዓኣ መጻምድተን ይሕግዛ ቅቡል እንተ ድኣ ኮይኑ እቲ ወዲ ተባዕታይ እውን ንሰበይቱ ክሕግዝ ክኽእል ኣለዎ። ድሓር ከኣ ምትሕግጋዝ ተልዩ ምክብባር ኣሎ ምክብባር እንተልዩ ምትሕልላይ ኣሎ እ ምትሕልላይ እንተልዩ ሲኒት ፍቕሪ ምርድዳእ ኣሎ እዚ ኩሉ ንብሎ ዘለና ኣብ ሓዳርካ እንድዕር ኣሎ ሰላም ኣሎ።

ያድል እምበር ሰብኣይ ጓላ ጨብረቕረቕ ክዝብል ክትርኢ ትደሊን እያ ኣይትደልን እያ ኣይትደልን እያ መብዛሕተን ሓማውቲ ክነግረካ ኣነ ሓማት ሰብኣይ ጓላ ኮሪዑ ከቢሩ ከረባቱ ገይሩ ፈጨጭ እንዳበለ ክኸይድ ማኪና ክዝውር ክህብትም እያ ትደሊ እምበሪ ነዚ ዝብለኩም ዘለኹ ሰብ ከኣ ኣብቲ ገዛ ቶርማስማስማስማስማስማስ ክብል ምስ ረኣየቶ ነዛ ክትሪኦ ጸሊኣቶ። መምህር
ኣተዓባብያና እኮ እቲ ዝዓበነ ይበሃል እምበር ካልእ ኣይኮነን። ይትረፍ ንስኻ ባዕልኻ ኣወዳት ደቅኻ እውን ስራሕ ገዛ ክሰርሑ ኣይትደሊ ኢኻ። ኦ ጽቡቕ፣ ኣነ እውን ናብዚኣ ነጥቢ እዚኣ እየ ክመጽእ ደልየ ነይረ። ሓደ ኣብነት ከምጻልኩም እስቲፋኖስ ትፈልጦ እንዲኻ መን እስቲፋኖስ እስቲፋኖስ እዛ ክስታ ኣዎ እስቲፋኖስ እዩ መን ስሙ መዓስ እዩ ምስ ደቁ ኣብዚ ከተማ ካብ ሓደ ሬስቶራንት ክወጽእ ረኽቡ Oh, see, who's alive?

እንታይ ለውጢ ክኾኖም ኢሉ ድዩ ኣብ ሬስቶራንት ምፅሑ ኖ ኖ ለውጢ ክኾኖም ደልዩ ኣይኮነን ዋ ምናልባት ብትምህርቲ ሐጒሶሞ ኮኑ እሱ ከዓ ክሐጉሶም ኢሉ ንዕናይ ክጋብዘኩም ኢሉ ሬስቶራንት ኣምፅዎም ይኸውን ኣይኮነን እሞ እንታይ ድኣ ንገረና ድገርመካ እቶም ቆልዑ ንገዛ ምስ ከዱ ብሓንሳብ ኮፍ ኢልና ሻሂ ናሰተና ሽዑ ይሓይተዩ። ስቲቭዳ ሎማዓንቲ ሓሲብካያ ከኣ ደቅኻ ሬስቶራንት ምስዒኻ
እንታ መምህር ይስራይ ነገረትካ እንደ እንታይ ኢለ እንታይ ትብል ወደይ ኣይ ብስራት ተጸሊእዎ ንዘሎ ዋእ ሃይማ ሆስፒታል ነርጊሳ ዘላ እንታይ ትብል ወደይ
ከመይ ዳ ገይርዋ ኣምላኽ ድኣ ይምሓረና እምበር ሆስፒታል ካብ ድቅስ ኮ ሰሙን ሓሊፉ
ሞገነት ረሲዓቶ ኣላ ማለት እዩ ኣይ
ዘገረትካ መሲሉ ኣሎ እምበር ከመይ ጌርካ ክትርስዖ ኣይ በዓላ እንዳ ኣለ መሊእ ትብላ ዘላ እሞዚ ነገረት ንመስልዋ ኣሎ ውሕጅ ኸድሓን ደ ዋእ ተመስገን ንበል ካብ ነበርቶ ዝተሓይሽ ተስፋ ንገብር ከኣ መምህር ካብ ኩሉ ካብ ኩሉ ሰበይቲ ትሕነንካ ኣምላኽ ደኣ ቁልሒ ዝረኣየና እምበር መልካ ገዛናሲ ድፍን ኢላ ብሕማም ሕልፎ እምበር ሰበይቲ እንድዕር ሓየማ ደኣ ከም ዝበልካያ ገዛ ድፍን ትብልዎ ብሕማም ሕልፎ እዩ ዝበሃል ግን ተዓርቕና እምበር ካባይ ጀሚርካስ ኩላህና እቲ እግሪ ዝበሃል ነገር የብልና ነዛ ምግብና ክንስራሕ ኮይና ጋዝ ምውላዕ ስኢና ቤት ምግቢ ንበልዕ ዘለና ናይ ብልቢ ሃሪያ ናይ ብልቢ እምበር እንታይ ደኣ ኣነን ደቀይን ነዛ ሻሂ ምብላሕ ኮይና ስኢና ዘለና እንታይ ኢኻ ትብል ዘለኻ ከምዛ ዝብለካ እሞ ቁሩብ ቁሩብ ከ እንታይ እንታይ ከም ዝግበር ጠፊእኩ ኣነን ደቀይን ክሽነ ኣቲና ኣይንፈልጥና ኣይ ኣነሲ መንፈዓት ተቖፂርለይ ምስ ኣዲኦም ኣብ ገዛ ስራሕ ክዋፈሩ ብፍፁም እየ ዘይፍቅድ ነይረ ድንቁርና ድዩ ዕሽነት ድዩ እንታይ ምርዳእ ኣይብልናን ኩሉ እዩ ስቲ እስትብሎ ዘለኻ ኩሉ እዩ ብሓቂ ኩሉ እዩ ዋዕ መዓስ እዩ ዮናታን ወደይ ኣብቲ ገዛና ፍንሕንሕ ድብል ሰብ ምስ ተሰኣነ ባባ ንስኻ ካብ በዲልካና ኢሉኒ ኣማን ምኣማን ሓቂ ከዓ ኣነይ በዲለኒ
ካብ ጓል የብሉን ኩሎም ኣወዳት ድዮም ደቁ ክገርመካ ኩሎም ደቁ ደቂ ተባዕትዮ እዮም ድሓር እንታይ እዩ ዝብል እምነት ነይርዎም ደቂ ተባዕትዮ ስራሕ ናይ እንሰ ናይ ገዛ ክሰርሑ የብሎምን ዝብል እምነት ስለ ዝነበሮ ደቁ ነዛ ታኒካ ማይ ኣልዒሎም ኣይፈልጡን እዮም። ኣንታ እዚ ምስ ጓል ተበኮረ ምስ ዝግሄር ከም ተማኸረ ዝብል ምስላ ናይ ስድራ ቤትና ብሓቂ ጣ። እወ
ምስ ዝግሄር ከም ዝተማኸረ እወ። እዋእ እሞ ኩሉ እቲ ሓላፍነት ናይ ገዛስ እታ ጓል ስለ ትስከሞ ዲኹም ክትምንደልዮም? ወላ ጓል ኣንስተይቲ ትስከሞ እምበር መንዳ ክትስከሞ ደሊኻ ምታ
ግርማይ እዚ ተሓሳስባ እዚ እኳ እዩ ዝሃስየና ዘሎ እታ ጓልከ እንታይ ገበረት? ንምንታይ እቲኦም ኣሕዋታ ኩሎ ኣብቲ ኩሉ ዕዮታት ዘይሕግዝዋ? ንሳ እውን እኮ ልክዕ ከምኦም ትምህርቲ ኣለዋ መጽናዕቲ ኣለዋ። ሰሚዕኹም ንደቅና ካብ ቆልዑቶም ከለዉ ተሓጋገዝትን ተረዳዳእትን ኣብ ዝኾነ ስራሕ ተሳተፍትን ተኻፈልትን ጌርና ኢና ከነዕብዮም ዘለና ኣይንገብሮን ኢና እምበር ሓቅኻ እሞ ክንገብሮ ኣለና ናስቲ ዘይወፅ ጣዕሳ ኮይንዎም ዘሎ ክነግረካ
ዘርኣይ ሓወይ ብስራት ብሰንክና ኣሕሪማ ብሰንክኹም ደኣ ኣነ ገይራ ትሓምም መምህር ስቁ እንደበል ብሰንክና ኣሕሪማ ብስራት ና ከምኡ ትበልዋ ስማዕ እሞ
ለይትን መዓልትን ዶ ስራሕ ኣለኒ ምግቢ ክሰርሕ፣ ክዳን ክትሓጽብ፣ ገዛ ከተጽሪ ለይትን መዓልትን ዕረፍቲ ዝበሃል ዘይብላ ሙሉ ድቃስ የለ፣ ሙሉ ዕረፍቲ የለ። እዚ ከማን ለይቲ ሓምም ሙሉ ድቃስ ተትረክብ ወይ ሙሉ ዕረፍቲ ትረክብ እኮ ኣብዚ ኩሉ ሕማም ኣይምበጽሐትን ነይራ። መምህር ኩላህና ኢድ ኢድካ ኢና ተንሕግዛ ኣነን ደቀይን ብስራት መሓመድ
እዚኣስ ሓቂ እዩ በዲሎማ በዲሎማ በዲሎማ ጥራሕ ዲኺ ክሳብ ክንዚ ዋላ ንሶም እንተዘይሰርሑስ ንዓ ክትሕግዝ ትኽእል ሰራሕተኛ ከምፅኡሉ ኣይክእሉም ንምንታይ ንምንታይ ባዕሎም ንሳቶም ከ ዘይሕግዝዋ ኣደ ዘይተሓገዘሲ መን ትሕገዝ ዋላ ሓንቲ